ከምቲ ናይ ልሙድ ክልተ ኣርእስትታት ናባኹም ሒዘ ቀሪበ ኣለኹ። እቶም ክልቲኦም ኣርእስትታት ሓደ ኣብ ሚግሬሽን ጉዳይ ዝምልከት ኮይኑ እቲ ካልኣይ ከኣ ኣብ ዝካየዱ ዘለዉ ኣብ ሽወደን ውሽጢ ዝካየዱ ዘሎ ኣብ ናይ ኣድራሻ ዝተኣሳሰረ ምቁጽጻርን ምስኡ ከኣ ብፍላይ መጺኡ ዘሎ ሓድሽ ዓይነታት ገበን ሰባት እንታይ ክገብሩ ከም ዘለዎም እግረ መንገድና ንሕብረሉ መደብ ክኸውን እዩ። ኣብ መንጎ ከኣ ከም ልሙድ እቲ ናይ ምንባብ ልምዲ ተስፋ እገብር ክዓቢ ክህሉ ከምኡውን ንደቅና እናገዛእና መጽሓፍ ንኸነንብበሎም ብዘተባብዕ ንጸሓፍቲ ንገብሮ ምትብባዕ እቲ ልሙድ ናይ መጽሓፍ መወዓውዒ ኣብ መንጎ ክህልወና እዩ። ኣብቲ ቀዳማይ ኣርእስትና ምስ ንኣቱ ኣብ ጉዳይ ናይ ምዝገባ ኣብ ኣድራሻኻ ኮይኑ ብዙሓት ሰባት ከም ልምዲ፣ ኣብ ኣሰራርሓ ሽወደን ዝነበረ ሃጓፋት ስለ ዝተረድእዎ፣ ነቲ ሃጓፋት ተጠቂሞም ድገብርዎ ነገራት እሞ ከኣኒ ብፍላይ መዚ ሕጂ ኣጋጢሙ ዘሎ ሓድሕድካ ናይ ምቅትታል ናይቶም ገበነኛታት ምስኡ ብዝተሓሓዝ መንገዲ ንሰባት ኣስጋኢ ዝኾነ ነገር ይምዕብል ስለ ዘሎ ንዕኡ ኣብ ግምት ዘእተወ ጥንቃቐ ክትገብርዎ ዘለኩም ንምሕባር እዚ ርእስቲ ናባኹም ኣምጺኤ ኣለኹ። እሱ ከኣ እንታይ እዩ ቅድሚ ሕጂ ብ ሽወደን ዝኾነ ይኹን ሰብ ኣድራሻ ናብ ናተይ ክቕይር እንተደልዩ ናብ ዝኾነ ሰብ ታድራሻ ተረኪብዋ ሱቕ ኢሉ ኦንላይን ኣትዩ ጥራሕ ኣድራሽኡ ባዕሉ ክቕይር ይኽእል እቲ ድራሻ ናተይ ይህብ ዳሕራይ ምስ ተቐየረ ደብዳበ ጥራሕ እዩ ክመጸኒ ዝኽእል ናባይ ክፈልጥ ዝኽእል እምበር እንተዘየለ ኣኣትየ ቸክ እንተደይ ጌረዮ ኣብቲ ድራሻይ ካልእ ሰብ ተመዝጊቡ ክጸንሓኒ ይኽእል እዩ። እዚ ብዙሕ ኣብነታት ኣሎ ብዙሕ ኣጋጣሚታት ገለ ገሊኡ ተኻረይቲ ቀደም ዘእተኻዮም እሞኒ ወጺኦም ምስ ከዱ ባዕሎም ከይዶም ተድየ ኣልዒሎሞ ክልዓል ስለ ዘይክእል እቲ ድራሻ ኣብኡ ይጸንሕ ኣልዕሉለይ ምስ ትብሎም እቲ ሰብ ባዕሉ ኣልዕሉለይ ክብል ኣለዎ ትብሃል እሞ ከተልዕሎ ከይከኣልካ ትተርፍ ሓደ እቲ ካልኣይ ኣገባብ ከኣ ሰባት በዚ ሎሚ ኣበዮም ድቕመጡ ገዝኦም ኣበይ እዩ ተዳላልዮም ሓድሕዶም ዝቃታተሉሉ ኩነታት ምስ ተፈጥረ ሰባት ካብቲ ምቅትታል እቲ ንክሃድሙ ክብሉ ቀጥታ ምእንቲ ከይፍለጡ እሞ ከይርከቡ ቀጥታ ካብኡ ሃዲሞም ኣብ ካልእ ኣድራሻኦም ይገብሩ። እቲ ኣድራሻ ኣባኻ ከም ዝገበሩ ኣይትፈልጥን፣ እቲ ክግመጽእ ዝኽእል ስግኣት ከኣ ናባኻ ይመጽእ ማለት እዩ። ስለዚ ሰባት ብቐጻሊ ኔርኩም ኔርኩም ንኣብነት ሓደ ካብቲ ቸክ ክትገብርሉ ትኽእሉ ስካትቨርከት ባዕሉ ኣቲኻ ኣብ ኣድራሻኻ መነ መን ኣሎ ትርኢ፣ ኣየለን ከኣ ራትሲት ዝበሃል ኣሎ፣ ኩም ሂታ ፑንተ ኤሰ ብዙሓት ኣለዉ፣ ኣብዚኦም ኣቲኻ ቸክ ትገብር እሞ ኣብቲ ኮመንት ክጽሕፈልኩም እየ ኣብቲ ላዕሊ እቲ ኣድራሻታት ክትርእይዎ ምእንቲ ናብኡ ኣቲኹም ኣብ ኣድራሻኹም መነመን ምሳኹም ይቕመጡ ኣለዉ ቸክ ምግባር ኔርካ ኔርካ ጽቡቕ እዩ ምኽንያቱ ሕጂ ነዚ ስካት ብርክት ክቆጻጸርዎ ይጅምሩ ኣለዉ ነዚ ንምቁጽጻር ድገብርዎ ዘለዉ ነገራት ኣሎ ሃንደበት ኣብ ገዛውቲ መጽዮም ቸክ ክገብሩ መነመን ኣብኡ ከም ዘለዉ ብዝሒ ሰብ ዘለውዎ ገዛታት ገዛ ይፍተሽ፣ ንብረት ብዙሕ ይርከብ፣ ብኸምኡ ብዙሕ ሽግር ዝመጾም ሰባት ዝመጹና ኣለው። እዚ ከምዚ ዓይነት ተርእዮ ሕጂ ድሮ ተጀሚሩስ ኣብ ገሊኡ ኣትዮም ኣብ ዝፈተሽዎ ዝጠርጠርዎ ናይ ገበን ጉዳይ እዩ ነይሩ፣ ድሕሪቲ ናይ ገበን ግን ካልእ ኣብኡ ዝረኸብዎ ካልእ ብዝሕ ዝበለ ነቲ መንበሪ ፍቓድ ናይቶም ሰባት ከስሕብ ዝኽእል ነገራት ከማን ዝተረኽበሉ ኩነታት ብዙሓት ዝመጹና ኣለው። ስለዚ ኣብ ኣድራሻኻ ሰባት ዘየለውብኡ ኣብ ኣድራሻኻ ተመዝጊቦም ይኸዱ እንተለዉ፣ ቀዳማይ ንህይወትካን ንድሕነት ስድራኻን ክመጸካ ዝኽእል ሓደጋ ንምክትታል ኣብቲ ኣድራሻኻ ሰብ ኣሎ ድዩ የለን ምርኣይ፣ ተሎ ንስካትቨርከት ቀልጢፍካ ሓቢርካ ከም ዝለዓል ምግባር። ምኽንያቱ ገለ ገለ ገበነኛታት ኣድራሻ ናትካ ተጠቂሞም ሱቕ ኢሎም እንድሕር ደኣ ኣብ ካልእ ይነብሩ ኣለዉ ንዕኦም ከጥቅዑ ዝደልዩ ሰባት ናብቲ ድራሻ ተመዝገቡሉ እንተመጺኦም ኣይ ብኢድካ ኣይ ብእግርኻ እስኻ ግዳይ ክትኮነሉ ትኽእል ኢኻ ማለት እዩ ነቲ ጉዳይ። እዚ ከምዚ ዓይነት ተርእዮታት ኣዝዩ ኣሸጋሪ ሽግር እንዳፈጠረ ሰባት ኣብ ዘይኣድራሽኦም መስቲ ጉዳይ ርክብ ዘይብሎም ሓደጋ ዝወርደሎም ኩነታት ስለዝፍጠር ዝነበረ ስካትበርከት ነዚ ኣሰራርሓ ንምቕያር ድሕሪ ሕጂ ሰባት ኣብ ኣድራሻ ናይ ዝኾነ ክቕይሩ ከለዉ እቲ ኣብቲ ገዛ ዘሎ ሰብ ሓበሬታ ከም ዝበጽሖ ከም ዝፈልጥ ናይ ምግባር መስርሕ ኣሎ ሓደ ካልኣይ ከኣ ካብቲ ኣድራሽኦም ወጺኦም ዝኸዱ እሞ ደየለዉ ኣብቲ ኣድራሽኦም ንሰባት ኣካርዮሞ ዝኸዱ ካልኦት ሰባት ከኣ ንሳልሳይ ኣፍ እንዳካረይዎ ዝኸዱ ገዛውቲ ብብዝሒ ይርከብ ኣሎ ካብዚ ዓዲ ለቒቖም ዝኸዱ ግን ንሱ ዘይለቐቕዎ ናይ ኣሰራርሓ ክፍተት ስለ ዝነበረ እዚ ኣብ ደገ ኮይኖም ከኣ ነቲ ገዛውቶም ስቲል ኣብ ዘመሓድርዎ ነዚታት ንምርካብ ብዙሕ ጻዕሪ ዝካየድ ኣሎ፣ ይኸዱ ኣለዉ፣ ቸክ ክገብሩ ኣትዮም ከኣ መን ኣብኡ ይነብር መን ኣይነብርን የረጋግጹ ኣለዉ። እዚ መስርሕ እዚ ኣቐዲምና ነጊርናዮም ኔርና፣ ተጀሚሩ፣ ዝሓለፈ ክልተ ሰሙን ኣብ ሽወደን ሬድዮ ምስኦም ጋዜጠኛታት ከይዶም ኣብ ገዛውቲ ክኩሕኩሑ ምዃኖም ክኣትዉ ምዃኖም እንታይ ከም ዝገብሩ ይከታተልዎምን መደብን ይቐርብ ኔሩ። ስለዚ ስጋዕ እቲ ገዛኻ ድኹሕኩሓካ እሞ ዘይትፈልጦ ሽግራት ዝጸንሓካ ካብ ሃንደበት ኮይኑ ዘሰንብደካ ኣቐዲምኩም ናትኩም ሓበሬታ ኣቲኹም ከተጻርዩ ኣብ ኣድራሻኹም መነ መን ኣሎ ከተጻርዩ ኣዝዩ ኣገዳሲ ይኸውን። እዚ በድራሻኻ መን ኣሎ ዘይምጽራይ ንብዙሕ ነገር ንፋሚሊ ምጥርናፍ ንኻልእ ኣብ ትሓትሉ ግዜ እውን እዚ ገዛኹም እኹል ኣይኮነን ምሳኹም ከምዚ ሰብ ኣሎ ክብልኹም ይኽእሉ እዮም። እቶም ኣቀዲሞም ድሸጥልኩም ድዮም ተካረይቲ ዝነበሩ ኣው ክብሉ ክእል ኢከ የልዓልዎ ረሲዐሞ ድዮም ዋላ ካልእ ብዝኮነ ምክንያት ግን ካብ ባዕልካ ንላዕሊ ሓላፍነት ናይ ነብስካ ዝወስድ ስለዘየለ ኣቲካ ቸክ ምግባር ንዕኡ ምክትታል ኣዝዩ ኣገዳሲ ክከውን እዩ እንዳበልኩ ናብቲ ካልኣይ ኣርእስተይ ቅድሚ ምሕላፈይ መዚ ሓጺር መዋዓወዒ ክገድፈኩም እየ። ዳስ ናይ ህጻናት መጽሓፍ ውርሻ ቆልዑ ብዛዕባ መጻኢ ደቅና እንታይ ንሓስብ? ደቅና ቋንቋ ኣዲኦምን ባህሎምን ከየጥፍኡ ንስከፍ ዶ? ነዚ ሽግር እትፈትሕ ሓዳስ ናይ ህጻናት መጽሓፍ ውርሻ ቆልዑ ብርክት ዝበሉ ጽንጽዋያትን ዛንታታትን ኣዳልያ ብሕብራዊ ስእሊ ወቂባ እነህት ጆባእ ትብለኩም። ህጻናት ቋንቋኦምን ባህሎምን ንኽፈልጡ እትሕግዝ ሓዳስ መጽሓፍ ውርሻ ቆልዑ ባህልን ልምድን ወግዕን ያታን ብመንገዲ ጽንጽዋይ እትሕብር ብልጽቲ መጽሓፍ ንደቅና ዘለኣለማዊ ውርሻ እትልግስን ንህፃናት ደቅና እትኹስኩስን ሓዳስ መጽሓፍ ውርሻ ቆልዑ ቋንቋ ትግርኛ ክመልኩ እትሕግዝ መሃርን ሓባርን ጽንጽዋያትን ዛንታታትን ሒዛ እነተቕሪባ መጽሓፍ ውርሻ ቆልዑ ግዝያዊ ዘይኮነ ነባሪ ውርሻ ንግዝሞም ደቅና ነዚ ንምግባር ውርሻ ህጻናት ዘልዓለማዊ ህያብያን ደቅና መጽሓፍ ውርሻ ቆልዑ ነዛ መጽሓፍ ንምውናን በዚ ድራሻ ተወከሱ ወይ እውን ብቐጥታ በዚ ዌብ ሳይትና ክትእዝዙ ይከኣል እዩ መጽሓፍ ውርሻ ቆልዑ
ሰላም ክቡራት ተኻታተልቲ ተመሊሰኩም ኣለኹ ኣብ ካልኣይ ኣርእስትና ከኣኒ መዚ ዝምዕብል ዘሎ ምዕባለታት ናይ ሚግሬሽን ሞት ሕግታት እንዳተረረ ምኻድን ብዙሕ እቲ ናይ ፍቓድ ቀዳማይ ደረጃን ካልኣይ ደረጃ ዝበሃል ፍቓድ ምስሓብ ንእሽተይ ስጋዕ ዝደቐቐት ዝዓበየት ምኽንያታት ተረኺቡ ብብዝሒ ይሕተትን ይፍሕተርን ስለ ዘሎ ሕጂ ኣዝዩ ጥንቃቐ ዘድልዮ መድረኽ ንኣቱ ኣለና። ኣብዚ ጥንቃቐ ዘድልዮ መድረኽ እንታይ እዩ እቲ ዝዓበየ ሽግር ሕጂ ክረድኣኩም እየ። እዚ ንምኽንያቱ ንብዙሓት ሰባት ኣብ ሽግር የእቱ ስለ ዘሎ። ኣባና ኣብ ሕብረተሰብና ኩሉ ነገር ክግበረልካ ምድላይ ልሙድ ተኽእሎ እዩ ልሙድ ተርእዮ እዩ። ምኽንያቱ ከምቲ ቅድሚ ሕጂ ዝበልናዮ ካብ ጫማኻ ምውልዋል፣ ስጋዕ ናይ ገዛኻ ሕብሪ ምልካይ ባዕልኻ ዝግበር ኣይኮነን ኣብ ዓድና። ኩሉ ነገር ናይ ከምኡ ሰብ እንዳጸዋዕካ ኢኻ ትኸይድ ስለዚ ባዕልና ንዝኾነ ነገር ንገብሮ ስለ ዘይነበርና ሕጂ ውን ኩሉ ሻዕ ክግበረልና ናይ ምድላይ ተንደንሲ ኣሎ ክግበረልካ ክትድለ ከለኻ ግን ብመን ይግበረልካ ከኣ ክትፈልጥ ክትክእል ኣለካ ብዙሕ ጌጋታት ዘጋጥም ዘሎ እንታይ እዩ ወላ ኣብዛ ኣብዛ ንኣብነት ዝዓበየ ቻለንጅ ከረዳእኩም እየ ኣብዚ ዓዲ ዘለዉ ጠበቃታት ንኣብነት ኣብቲ ናትካ ናይ ኣሳይለም ክሌም ኣፌክት ክገብርዎ ይፍቀዶም እዩ ኒውትራል እዮም ናትካ ኣይኮኑን ናይ መንግስቲ ኣይኮኑን እስኻ ዝበልካዮም ጥራሕ እዮም ዘቕርቡ እስኻ ንነብስኻ ባዕልኻ መሰልካ ክትከላኸል ተደይክኢልካ ሓቕኻ ክኢልካ ከምዚ ኣቦይ ኣደይ ሓፍተይ ሓወይ ለሚድካ ንጠበቃ ከዓ ይወሲኽካ ጠበቃ ኣይትበሎ ጠበቃ ኣይኮነ ጠበቃ ጥራሕ ይሱ ናትካ ይኮነ ናይ መንግስቲ ይኮነ ዝበልካያ ጥራሕ እዩ ዘቕርብ በዚ ራዳድኣ እዚ ቅድሚ ሕጂ ገሊፀ ነይረ ሕጂ እቲ ሽግር ዘጋጥም ዘሎ እንታይ ጠበቃኻ እንድሕር ደኣ ክንዳኻ ኮይኑ ተሟጊቱ እዚ የዋፃናን እዚ ጌጋ ይኽብለካ ተደይኪኢሉ ንስኻ ከኣ ባዕልኻ መባእታዊ ኣፍልጦ ናይ ምንባብን ኣንቢብካ ናይ ምርዳእ ነገር ተደየለ፣ ነቲ ጠበቓ ትብሎ ተደይፈሊጥካ፣ ብኽልተ ትውጽዓ ኣለኻ። ቀዳማይ፣ እቲ ይሓልየለይ ይጣበቐለይ ዝበልካዮ ኣካል፣ እጣበቐልካ ደይኮነ፣ ዝበልካዮ ጥራሕ ክብል ምዃኑ፣ እሱ ሓደ ቻለንጅ እዩ። ተመሊስካ ከኣ እቲ ካልኣይ ቻለንጅ ከኣ፣ እስኻ ንነብስኻ ክትጣበቕ ከኣ ብእኹል ብቕዓት ከይሃለወካ ምስ ተረፍኻ፣ እሱ ከኣ ካልእ ሽግር እዩ። ኣብ ከምዚ ኩነታት ሕጂ ዝኾነ ደብዳበ መጺእዎ ሰብ ባዕሉ መልሲ ክጽሕፍ ከይከኣለ ምስ ተረፈ ናብ ዝኾነ ሰብ ክጽሕፍ እኽእል እየ ዝበለ ይኸይድ። እንታይ እዩ ኣፍልጦኻ? እንታይ እዩ ተመኩሮኻ? እንታይ እዩ ትምህርትኻ? እንታይ እዩ ኢልካ ምሕታት ከድሊ እዩ። ምኽንያቱ ምንጽጻር ከኣ የድሊ። ጌጋታት ምስ ኣጋጠመ ኣዝዩ ይበዝሕ ስለ ዘሎ እየ እዚ ዘልዕሎ ዘለኹ። ጌጋታት በዚሑ ዝመጸካ ሰብ እዚ ደኣ እሞ ከመይ ጌርካ ከምዚ ትብል ኣብኡዶ ኔርካ ኢኻ እንተኢልካዮ ን ኣይነበርኩን ሽዑ እቲ ዝተጻሕፈ ናቱ ዘይኮነ ብታህዋኽ ናይ ካልእ ሰባት ይኸውን ስለዚ እዚ ጉዳይ እዚ ሓላፍነታዊ እቲ ኩሉ ኣብ ከምዚ ድሰርሕ ብዛዕብኡ እኹል ኣፍልጦ ኣለዎ ድዩ የብሉን ድዩ ነብሱ ውን ክሓትት ኣለዎ እንተዘየለ ናይ ሰባት ጉዳይ ምስ ተባላሸወ ጽባሕ ንግሆ ከተዐርዮ ኣይትኽእልን ኢኻ ስለዚ ብብዝሒ ዘጋጥም ዝሪኦ ዘለኹ ዝመጽእ ጌጋ እቲ ሰብ ቀዳማይ ነገር ክርድኦ ኣለዎ ንምንታይ እንታይ ትሕተት ኣለኻ ፕሮቶኮል ኣንብቦ ከመይ ጌሩ የንብቦ ሰብ ሽወደን እሞ ጽቡቅ ጌሩ ዶ ይመለኸ ኣንቢቡ ከኣ ክርድኦ ክኽእል ኣለዎ መን እዩ እሞ ንዕኡ ክገብሮ ስለዚ ከም ሕብረተሰብ ኩላትና ኣብ ከከባቢና ዘለዉ ምኽንያቱ ኣዝዩ ማይነር ጌጋታት ዓበይቲ ሳዕቤናት የስሕብ ኣሎ መንበሪ ፍቃድ ደስሕቦም ብዙሓት ኣለዉ ዜግነት ኣመልኪቶም መንበሪ ፍቃድ ከስሕብ ዝኽእል ሓደጋ ደኣትዉ ኣለዉ ዜግነት እንዳተጸበዩ ከምኡ ክመጾም ከለዉ ናብ ጭንቅን ናብ ሕማቅ ነገር ደኣትዉን ኣለዉ እዚ ይበዝሕ ስለ ዘሎ እታ ሃገር ከኣ ኣዝዩ ማለት ቅድሚ ሕጂ ዘይነበረ ንኤርትራውያንሲ ናብ ኡጋንዳ ክትወጹ ትኽእሉ ኢኹም ናብ ካልእ ሳልሳይ ሃገር ክትወጹ ትኽእሉ ኢኹም ኢልካ ምእሳር እንተጀሚርካ እንታይ ይምዕብል ኣሎ ኣብ ቅድሜና ደጋጊመ ዝነግሮ ዘለኹ እዩ ስለዚ እዚ ጌጋታት እዚ ከይተገብረ ከሎ ሰብ ህዲ ኢሉ ዝኾነ ይኹን መጀመርያ ከምቲ ደጋጊመ ዝብሎ ብሳርቱ ኣብነት ከይትገብር ተባሂለ የገዲፈ የዳ ሕጂ ምክንያቱ ወላ ሓሚምካ እንዳ ጫማ ምስራሕ ከድካ ጌርኩም ሕሰቡ እቲ ዝሕግዘካ ኢልካ እተኾደ ሰብሲ ወላ ነቲ ቋንቋ ጽቡቕ ገይሩ ተደይመሊኽዎ ከመይ ገይሩ እዩ ክሕግዘካ ማለት እዩ። ሕጋዊ ኣፍልጦ ከየድልዮ እንድዩ። ሕጋዊ ኣፍልጦ ከ ሱቕ ኢልካ ብደገ ዶ ትረኽቦ ኢኻ ከይተማሃርካ። ስለዚ እዚ ከምዚ ዓይነት ሲናርዮ ይበዝሕ ስለ ዘሎ ሓደ ኮነ ተረፈ ትርር ዝበለ ክብድ ዝበለ ይመጽእ ስለ ዘሎ ጠበቓ ምረጹ ክበሃል ከሎ መን እዩ ጠበቓ ክኾነልካ ዝኽእል? ብኸመይ መንገዲኸ? መን እዩ ከ ዝያዳ ካብቲ ንቡር ወጻኢ ከይዱ ክሕግዘካ ዝኽእል? ብጠበቓታት ኣብኡ ሓገዝ ከድሊ እዩ። ነዚ ከኣ ቅድሚ ሕጂ ተዛሪብናሉ ኔና። ዝኾነ ይኹን ዓይነት ጉዳይ ጠበቓ ዘድልዮ፣ ንኸምዚ ክሰርሑ ዝኽእሉ ጠበቓታት ባዕልኻ ደኣ ክትመርጽ ኣለካ እምበር፣ እንተ ተመዲቡልካ ኣይትፈልጦን ኢኻ እቲ ጠበቓ። ገለ ገሊኡ ዋላ እቲ ሞያዊ ስርሑ ከካይድ ዝኽእል ደኣ ይበሃል እምበር ኣብ ጋዜጣታት ሽወደን ዝወጸ ባዕሉ ኣሎ። ገሊኦም መዓ ወጻእተኛታት ደይፈትዉ ክጸንሑ ክእሉ፣ ገሊኦም ሰኻርም ዝጸንሑ፣ ገሊኦም ገለ ኣብ ኣፍቶንብላደት ብቐጻሊ ዝወጸ ዓምድታት ነይሩ። ጌጋታት ቆጸራ ዘሕልፉ፣ ዝርስዕዎ ይግባኝ ከይብሉ ብዙሕ ሕጂ ናይ ነብስኻ ጠበቓ ባዕልኻ ምዃንካ ፈሊጥካ ነቲ ሓላፍነት ክትበቕዖ ክትክእል ኣለካ እሞ ኣብዚ ጥንቃቐ ከድሊ እዩ። ድኾነ ዓብን ንእሽተይን ናብ መን እንታይ ይፈልጥ ኣይፈልጥን ከይበልካ እንዳኸድካ ምኻድ ልክዕ ኣይኮነን። ኣብዚ ሓላፍነታውያን ክንከውን እቶም እቲ ትወስድዎ ስጉምቲ እንታይ ሳዕቤን ኣለዎ ምስትውዓል ከድሊ እዩ እንዳበልኩ ኣብ መጨረሻ ነዚ ዓመት እዚ ዝነበረና ፃንሒት ምስ ዜና ምስ ሃርሞኒ ሜድያ ምስ ከም ብጾተይ ኮይና ኣብ ዝቕጽል ዓመት ብዝበለጸ ንምስራሕ ኣብ ምድላዋትን ላዕልን ታሕትን ኣብ ምባል ኣለና። ስጋዕ ሕጂ እዚ ዝሓለፈ ዓመት ዘበርከትናዮ ዘቕረብናልኩም ሓበሬታ ጠቓሚ ኔሩ ክኸውን ተስፋ እንዳገበርና ርሑስ ሓድሽ ዓመት ኣዚ ኣብ ቅድሜና ዘሎ ዕስራ ዕስራን ኣርባዕተን ናይ ሰላም ናይ ቅሳነት ናይ ምርግጋእ ክኸውን ተስፋ እንዳገበርና ብሽም ኩሎም ኣባላት ናይ ሃርሞኒ ሜድያ ነቲ ምሳና ኮንኩም ትከታተልዎ ዝነበርኩም እንዳመስገና ኣብ ቀጻሊ እውን ምሳና ኮንኩም እዚ ሓበሬታ እዚ ክትጥቀሙሉን ነዚ ሜድያ እዚ ከተዕብይዎ እጃምኩም ከተበርክቱ ጻውዒትና እንዳገበርና ኣብዚ ንሎሚ ደው ከብል እየ ንዓመት ኣየራኽበና ኢለ ናይ ሎማዓንቲ መደበይ ክዛዝም እየ ማለት እዩ ሰላም ዘለዎ ዓመት ይግበረልና